ዕዙዝ ሰላምታና ተቐበሉ ናይዛ ዩቱብ ቻነል ተዓዘብቲ ከመይ ጸንሑ ነዚ እዋን ዝደለናዮም ዜናታት ሒዘልኩም ቀሪባ ኣለኹ ንምክታልኩም ብክብሪ ዕድም ክቡራት ተዓዘብቲ ብርክት ዝበሉ ሓበሬታታት ናብ ዩቱብ ምስ ትጸዓኑ ኣቐዲሙ መልእኽቲ ድማ ኖቲፊኬሽን ንኽበጽሓኩም ዜናታት ብእዋን ንኽትከታተሉን ነዛ ዩቱብ ቻነል ሰብስክራይብ ብምግባር ናይ ደወል ምልክት ምጥዋቕ ኣይትረስዑ ኣብ ዝሓለፈ ጥሪ ዝተመስረተ ቦርድ ሰላም ፕሬዚዳንት ኣሜሪካ ዶናልድ ትራምፕ ሎሚ ሓሙስ ፈላማይ ወግዓዊ ኣኼባ ንምክያድ ኣብ ዋሽንግተን ክእከብ እዩ። ኣብቲ ኣኼባ ክንደይ ኣባላት ከም ዝውከሉ ዛጊድ ንጹር ኣይኮነን። ክሳብ ሕጂ ኣስታት ዕስራን ኣርባዕተን ሃገራት ናብቲ ብትራምፕ ዝምራሕ ተበግሶ ክጽንበራ ተሰማሚዐን ኣለዋ። እቲ ኣኼባ ኣብቲ ታሕሳስ ዶናልድ ጄ ትራምፕ ኢንስቲትዩት ሰላም ተባሂሉ ዝተሰምየ ኢንስቲትዩት ሰላም ኣሜሪካ'ዩ ክካየድ። ምምሕዳር ሪፐብሊካን ፕሬዝደንት ኣሜሪካ ስልጣን ድሕሪ ምሓዙ ኣብ መጀመርታ ክልተ ሽሕ ዒስራን ሓሙሽተን ንብዙሓት ኣባላት ቦርድ ሰራሕተኛታት እቲ ኢንስቲትዩት ከም ዝሰጎጎ ይፍለጥ። እዚ ተበግሶ ፈለማ ኣብ መወዳእታ መስከረም ክልተ ሽሕ ዒስራን ሓሙሽተን ዝቐረበ ኮይኑ፣ ኣካል ናይቲ ትራምፕ ኣብ መንጎ እስራኤልን ሓማስን ንኽልተ ዓመት ዝጸንሐ ኲናት ንምቁራጽ ዳግመ ህንጸት ቃዛ ንምክትታልን ዝሓንጸጾ ዕስራ ነጥብታት ዝሓዘ ውጥን ሰላም እዩ። ድሒሩ ድማ ብውሳነ ባይቶ ጸጥታ ሕቡራት ሃገራት ተቐባልነት ረኺቡን ጸዲቕን እዩ። ይኹን እምበር፣ ቻርተር እቲ ቦርድ ንቓዛ ይኹን ግዝኣታት ፊሊስጤም ብግልጺ ስለ ዘይጠቐሰ፣ ካብኡ ዝሰፍሐ ዕላማ ክህልዎን ብልሙድ ብውድብ ሕቡራት ሃገራት ዝፍጸም ዕማማት ክወስድን ይኽእል እዩ ዝብል ስግኣት ክለዓል ምኽንያት ኰይኑ ይርከብ ኣሎ። ድሕሪ ኣርባዕተ ኣዋርሕ፣ ጐኒ ጐኒ እቲ ኣብ ዳቫስ ዝተኻየደ ዓለማዊ ጉባኤ ቍጠባ ብ ዕስራን ክልተን ጥሪ ብወግዒ ተጀሚሩ እዩ። በዚ ሕጂ ዘለዎ ኣቃውማ፣ ትራምፕ ናይ ዕድመ ልክዕ ኣቦ ወንበር እቲ ቦርድ ኰይኑ ከገልግል እዩ፣ እዚ ድማ ሰፊሕ ናይ ውሳነ ስልጣን ይህቦ። ፕሬዝደንት ኣሜሪካ ነቲ ቦርዲ ብቐጻሊ ኣብ ምፍታሕ ግጭት ዘተኮረ ሓድሽ ኣህጉራዊ ትካል እዩ ክብል ይገልጾ። ትራምፕ ብሰንበት ኣብ ማሕበራዊ ሚድያ ሶሻል ትሩዝ ኣብ ዘዘርግሖ ጽሑፍ፣ ቦርዲ ሰላም ኣብ ታሪኽ እቲ ዝበዝሐ ጽልዋ ዘለዎ ኣህጉራዊ ኣካል ምዃኑ ክምስክር እዩ፣ ኣቦ ወንበር ኮይነ ምግልጋለይ ድማ ንዓይ ክብሪ ክብል እዩ ተሰሚዑ። ዋይት ሃውስ ዕድመ ካብ ዘቕረበትለን ስሳ ሃገራት ድማ እስራኤል፣ ቀጠር፣ ስዑድ ዓረብ፣ ቱርክን ግብጽን ዝርከበኣን ልዕሊ ዕስራ ሃገራት ክጽንበራ ተሰማሚዐን ኣለዋ። ዓባይ ብሪጣንያ፣ ፈረንሳ ሓዊሱ ካብተን ዓበይቲ መሓዙት ሃገራት ኣሜሪካ ዝተጸንበረት ኤውሮጳዊት ሃገር የላን። ሓያሎ እቲ ተበግሶ ንልኡኽ ውድብ ሕቡራት ሃገራት ክምንዝዕ ይኽእል እዩ ዝብል ስክፍታታት ኣለወን። ካልኦት ሃገራት ድማ ዛጊት መልሲ ኣይሃባን ዝርከባ። ትራምፕ፣ ቀወምቲ ኣባላት ንዳግመ ህንጸት ቃዛ ዝተመደበ ናይ ሓደ ቢልዮን ዶላር ናይ ኣባልነት ክፍሊት ክኸፍል ከም ዝሕተቱ ገሊጹ እዩ። ፕሬዝዳንት ኣሜሪካ ብሰንበት ኣብ ማሕበራዊ ሚድያ ኣብ ዘስፈሮ ፅሑፍ፣ ኣባል ሃገራት ነታ ብዂናት ዝተሃስየት ቓዛ ዳግማይ ንምህናፅ ሓሙሽተ ቢልዮን ዶላር ቃል ከምዝኣተዋን ምስኡ ድማ ኣሽሓት ኣባላት ኣህጉራዊ ምርግጋዕ ሓይሊ ሰራዊት ናይቲ ግዝኣት ንምውፋይ መብፅዓ ከምዝኣተዋን እዩ ገሊፁ። ኣየኖት ሃገራት እየን ነዚ ምወላ ወይ ሰራዊት ምውፋር መብፅዓ ኣትየን ዝብል ግን ኣይገለፀን። ሰራዊት ኢንዶነዥያ ብሰንበት ኣብ ዝሃቦ መግለፂ፣ ከም ኣካል ሰብኣዊ ሰላም ተልእኾ ናብ ቃዛ ክወፍሩ ክሳብ ሰነ ኣብ ዘሎ ግዜ ኣስታት ሸሞንተ ሽሕ ወተሃደራት ድሉዋት ክኾኑ ትጽቢት ይግበር ኢሉ። እዚ ድማ ክሳብ ሕጂ ዝተረጋገጸ ናይ መጀመርታ ትርጉም ዘለዎ ተወፋይነት ሰራዊት ኩይኑ ኣሎ። ብመሰረት ናብ ኣባል ሃገራት ዝተዘርገሐን ማዕኸን ዜና ሮይተርስ ዝጠቐሶን ወግዓዊ ሰነድ ሕብረት ኢሮጳ፣ ኮሚሽን ኤውሮጳ ማእከላይ ባሕሪ ዱቭራቫ ካስካይ ኣብ ኣኼባ ቦርድ ሰላም ትራምፕ ከም ተዓዛቢ ክሳተፍ እዩ። እቲ መዘክር ወሲኹ፣ ተልእኾ ደገፍ ፖሊሲ ሕብረት ኤውሮጳ ንሲቪላዊ ፖሊስን ትካላዊ ገበናዊ ፍትሕን ፊሊስጤም ብምስልጣን ብምዕጣቕን ኣብ ኣህጉራዊ ሓይሊ ምርግጋእ፣ ኣይኤስኤፍ፣ ኣበርክቶ ክገብር እዩ ክብል ሮይተርስ ጸብጺቡ ይርከብ ኣሎ። እዚ ከምዚ ኢሉ እንከሎ፣ ኢራን ነቲ ቅድሚ ሕጂ መጥቃዕቲ በጺሕዎ ዝነበረ ተሃዋሲ ወተሃደራውን ኒኩለራውን መሳለጥያታ ዳግማይ ትሃንጾን ኣብ ትሕቲ መሬት ትቐብሮን ከምዘላ ብሳትላይት ዝተዘርግሐ ስእሊ ሓቢሩ። እዚ ቴህራን ዝወሰደቶ ስጉምቲ ምስ ኣሜሪካ ዝካየድ ዘሎ ኒኩለራዊ ድርድር ወጥሪ ኣብ ዝፈጠረሉን ዋሽንግተን ድማ እቲ ድርድር እንተዘይተዓዊቱ ወተሃደራዊ ስጉምቲ ክትወስድ ምዃና ኣብ እተፈራርሓሉን ዘላ እዋን'ዩ። ካብ ቴህራን ንደቡባዊ ምብራቕ ሰላሳ ኪሎ ሜትር ርሒቑ ዝርከብ ፓርቺን ኮምፕሌክስ ዝተብሃለ ኣዝዩ ተሃዋሲ ወተሃደራዊ መዓስከር ኢራን ሓደስቲ ህንጸታት ክካየደሉ ተራእዩ ኣሎ። ክኢላታት ከም ዝብልዎ፣ ኢራን ኣብ ሓደ ሓድሽ መሳለጥያ ብኮንክሪት ዝተሰርሐ ዋልታ ሰሪሓ ብሓመድ ከም ዝሸፈነቶ ይገልጹ። እዚ ቦታ ኣብ ክልተ ሽሕ ዕስራን ኣርባዕተን ብእስራኤል መጥቃዕቲ ዝበጽሖ ኮይኑ፣ እቶም ዝወጽኡ ምስልታት ስራሕቲ ህንጸት ብቕልጡፍ ናህሪ ይካየዱ ከም ዘለዉ እዮም ዝሕብሩ። ብኻልእ ወገን ኣብ ዝሓለፈ ዓመት ኣብ መንጎ እስራኤልን ኢራንን ኣብ ዝተኻየደ ናይ ዓሰርተ ክልተ መዓልታት ኲናት ብመጥቃዕቲ ኣሜሪካ ዝተሃስየ ትካል ምብታም ኒኩለር ኤስፋሃን ሓድሽ ምንቅስቓስ ተራእዩ'ሎ። ኣብ መወዳእታ ወርሒ ጥሪ ዝተወስደ ምስሊ ሳትላይት ከም ዘመልክቶ፣ ኢራን ኣብቲ ቦታ ክልተ መእተዊ ቦታታት ምቕባር ጀሚራ ኣላ ይብል። ብትሽዓተ ለካቲት ዝተዘርግሐ ሓድሽ ሓበሬታ ድማ፣ እቲ ሳልሳይ መእተዊ'ውን ብሓመድ ከም ዝተሸፈነን ኩሎም ናብቲ ትሕቲ መሬት ዝወስዱ መሕለፊ ጽርግያታት ምሉእ ብምሉእ ተቐቢሮም ምዃኖምን እዩ ኣረጋጊጹ። ጽገና ምላሽ መደብር ሚሳኤላት ኢራን ኣብ ርእሲ እቲ ትሕተ መሬት ዘለዉ ትካላት ምሕያልን ኣብ እዋን ኲናት ዝተበላሾ መኽዘን ሚሳኤላት'ውን ትጽግን ከም ዘላ እዩ ዝገልጽ። ምዕራባውያን ሃገራት ኢራን ፈተነ ኒኩሌር ከም እተካይድ ጥርጣረታት እኳ እንተለወን፣ ቴህራን ግን ኣቶሚክ ኣጽዋር ክትሃንጽ ዝዀነ ዕላማ ከም ዘይብላ ብተደጋጋሚ እያ እትገልጽ። ናብቲ ካልእ ዜና ምስ እንሰግር፣ ኣብ መንጎ ፌደራልን ኤርትራን ትግራይን ዘሎ ወጥሪ ናብ ግጭት ክቕየር ናይ ሰከንድታት ዕድመ ተሪፍዎ ክብል ኢንተርናሽናል ክራይስስ ግሩፕ ሓቢሩ። ኤርትራን ኢትዮጵያን ኣብ ድርኩኺት ሓድሽ ኲናት ኣለዋ ክብል እውን እቲ ዓለማዊ ትካል ኣጠንቂቑ ኣሎ። ድሕሪ ሰለስተ ዓመት ናይቲ ኣብ ትግራይ ዝተኻየደ ኣዕናዊ ዂናት ሕድሕድ፣ ኣብ መንጎ ኢትዮጵያን ኤርትራን ዝነበረ ምሕዝነት ናብ ሕድሕዳዊ ምጥርጣር ወተሃደራዊ ምትፍናን ኣትዩ ኣብ ዘለወሉ፣ ቀርኒ ኣፍሪካ ዳግማይ ሓደጋ ዞባዊ ዂናት ኣጋጢምዋ ኣሎ ክብል ዓለምለኻዊ ትካል መጽናዕቲ ቅልውላው ኣጠንቂቑ ኣሎ። ኢንተርናሽናል ክራይስስ ግሩፕ፣ ICG፣ ብረቡዕ ዓሰርተ ሸሞንተ ለካቲት ዘርግሖ ሰነድ፣ ነቲ ኣብ ክልተ ሽሕ ዕስራን ክልተን ዝተገብረ ስምምዕ ሰላም ፕሪቶርያ ብምጥቃስ፣ እቲ ውዕል ንዂናት ትግራይ ዘብቅዐ'ኳ እንተኾነ፣

እዚ ብሓያለ ሰበስልጣን እታ ሃገር እውን ብዝተፈላለየ ኣቀራርባ ግን ድማ ብሓደ ዓይነት ትሕዝቶ ዝቐጸለ ትረኻታት፣ ብወገን ኣስመራ ንወደብ ዓሰብ ንምሓዝ ዝመጽእ ዘሎ ወራር ዘመልክት እዩ ዝብል ስግኣት ኣበጊሱ እዩ። ብመሰረት ጸብጻብ ክራይስስ ጉሩፕ፣ ጂኦፖለቲካዊ መልክዕ እቲ ዞባ ካብ ዝሓለፈ ኲናት ጀሚሩ ኣመና ተቐይሩ እዩ ዝበለ ኮይኑ፣ ኣብ ግዜ ዂናት ትግራይ ዝነበረ ጥምረት ቀዳማይ ሚኒስተር ኣብይ ኣሕመድን ፕሬዚዳንት ኢሳያስን ጽኑዕ ዝነበረ ኮይኑ፣ ሕጂ ግን ኢትዮጵያ ንኤርትራ

ኣብታ ክልል ውድባዊ ምምቕቓል ሓሓሊፉ ግጭታት፣ መጥቃዕቲ ድሮን፣ ፌደራልን ዝኣመስሉ ፍጻመታት ኣስዒቡ እዩ። እዚ ዘይምርግጋዕ'ዚ ምስቲ ኣብ ጎረቤት ሃገር ሱዳን ዝካየድ ዘሎ ኲናት ሕድሕድ ንከም በዓል ኢመራት ግብጽን ስዑዲ ዓረብን ዝኣመሰላ ዞባዊ ሓይልታት ዝሰሓበ ግጭት ንቀርኒ ኣፍሪካ ናብ ዓውዲ ኲናት ናብ ውክልናታት ቀይርዋ ኣሎ ይብል። ኩሎም ወገናት ዘሰክፍ ሓደጋታት ቅሉዕ ኲናት ይመጽእ ኣሎ ኢሎም ከም ዝኣምኑ እውን ይገልጽ። እዚ ብምዃኑ ፀለውቲ ሃገራት ኣፍሪካን ኣብቲ ዞባ ተረባሕቲ ዝኾና ናይ ወፃኢ ሓይልታትን ብዲፕሎማሲያዊ መዳይ ነቲ ግጭት ደው ንምባል ህፁፅ ፃዕርታት ንኸካይዳ ክራይስስ ግሩፕ ፀዊዑሎም። ብፍላይ ኣብ ክልተ ሽሕ ዒስራን ክልተን ዝተኻየደ ስምምዕ ሰላም ተሳቲፈን ዝነበራ ኬንያ፣ ደቡብ ኣፍሪካን ናይጀርያን ብሕብረት ኣፍሪካ ብሕብረት ኣፍሪካ ኣቢለን ኣብ መንጎ ኣዲስ ኣበባን መቐለን ዘሎ ወጥሪ ንኽፍታሕ ክንቀሰቐሳ ድማ መኺሩሎም። ብተወሳኺ ከም በዓል ኣሜሪካ፣ ሕብረት ኤሮፓን ቻይናን ቱርክን ስዑዲ ዓረብን ዝኣመሰላ ሓያላን ሃገራት ዝኾነ ይኹን ወታደራዊ ስጉምቲ ተቐባልነት ከምዘይብሉን ቅሉዕ መልእኽቲ ከሕልፋ ከምዝግባእን ድሌት ኣፍደገ ባሕሪ ኢትዮጵያ ብሰለማውን ብናይ ንግዲ መመረፅታት ንክፍታሕ ምስ ጎረባብቲ ሃገራት ዘተ ንክጅመር እውን እቲ ሪፖርት ኣተሓሳሲቡ ይርከብ ኣሎ። ናብቲ ካሊእ ዜና ምስ እንሰግር ኤርትራ ኢትዮጵያ ኣፍደገ ባሕሪ ንምርካብ ንእትገብሮ ዘላ ጎስጓስ ነቒፋ ኤርትራ ኢትዮጵያ ኣፍደገ ባሕሪ ንምርካብ ትገብሮ ዘላ ጎስጓስ ነቒፋ ሚኒስትር ዜና የማነ ገብረመስቀል መራሕቲ ኢትዮጵያ ነቲ ኣብ ልዕሊ ሃገሩ ዝኽተልዎ ዘለዉ ተፃባኢ ኣቃውማ እዩ ዝበሎ ጎስጓስ

ንሱ ኣብቲ ኣብ ቀረባ እዋን ዝተዛዘመ ዋዕላ ሕብረት ኣፍሪካ ብ ዓሰርተ ሸውዓተ ለካቲት ኣብ ኣዲስ ኣበባ ምብፃሕ ምስ ዝገበረ ፕሬዚዳንት ቱርኪ ረሲፕ ጠይር ኢርዶጋን ብምዃን ኣብ ዝሃቦ ሓበራዊ መግለፂ ነቲ ፃዕሪ ደጊሙ ገሊፁ እዩ። ኣብ መንጎ እዘን ጎረባብቲ ሓዱሽ ኲናት ከይለዓል ዝብል ልዑል ስክፍታታት ከም ዘሎ እውን ይፍለጥ። ይኹን እምበር ኣብይ ኣሕመድ ሃገሩ ነዚ ውፅኢት ከም ዘይትደሊ ብተደጋጋሚ ክገልፅ እኳ እንተፀንሐ ኣብዚ ሕጂ ሰዓት ግን ሎሚ ታንክታትን ኣፅዋራትን ናብ ቡሬን ማዳን ክጓዓዛ ከም ዝወዓላ እዩ ተገሊፁ ዘሎ። እዚ ድማ ብኣንፈት ዓፋር፣ ቡሬን ማዳን ዝግበር ዘሎ ናይ ኣጽዋር ምንቅስቓሳት፣ ናብ ዶብ ኤርትራ ዝግበር ዘሎ ናይ ኣጽዋር ምንቅስቓሳት፣ ኣብ መንጎ ክልቲኤን ሃገራት ዘሎ ወጥሪ እናዓረገ ይኸይድ ንምህላዉ ዘመላኽት ኮይኑ ኣሎ። እዚ ኣብ ዝኾነሉ እዋን፣ ኣባላት ፈጸምቲ ስራሕን ማእኸላይን ኮሚቴ ሰልፊ ብልጽግና ኣብ ኣዲስ ኣበባ ህጹጽ ኣኼባ ከም ዝጸውዑ ተሰሚዑ ኣሎ። ናብ ርእሰ ከተማ ኣዲስ ኣበባ ዝኣተዉ መራሕቲ ንሰለስተ መዓልታት ዝጸንሐ ዓሚቕ ገምጋም ብምክያድ፣ ኣብ ዝቕጽል መረጻ ነቲ ሰልፊ ዝውክሉ ሕጹያት ውሳነ ክህቡ ምዃኖም ዝተረኽበ ሓበሬታ ኣመላኺቱ ኣሎ። ምንጭታት ከም ዝሕብርዎ፣ ህሉው ቅልውላው ጸጥታ ኣብ ክልላት ኣምሓራን ኦሮምያን ኣብ ምምራጽ ሕጹያት እቲ ውድብ ዓብዪ ጽልዋ ከም ዘሕድር ገሊጾም ኣለዉ። ብልጽግና ብጸጥታዊ ምብስባስን ቁጠባዊ ወጥርን ሃገሩ ይፍተን ኣብ ዘለወሉ እዋን፣ እቲ ዳግመ ግምት ብሰላም ድዩ ክውዳእ ወይስ እቲ ናይ ስልጣን ቃልሲ ናብ ሓድሽ ፖለቲካዊ ቅልውላው ክበጽሕ'ዩ ዝብል ጉዳይ ኣዘራራቢ ኮይኑ ኣሎ። እቲ ኣኼባ ኣብ እዋናዊ ሃገራዊ ጉዳያት፣ ዘዘቲ ኮይኑ፣ ድሕሪ እቲ ዳግመ ግምት ዝውሰዱ ውሳነታት ኣብ ፖሊቲካ እታ ሃገር ዓብዩ ለውጢ ከምጽኡ ድማ ትጽቢት ይግበር ኣሎ። እምበኣርከስ ክቡራት ተዓዘብቲ ነዚ እዋን ዘደልኒ ሓበሬታ እዚ ዝመስል ነይሩ፣ ብኻሊእ ዜና እስካዕ ንራኸብ ሰላም።